ሰላም ክቡራት የሕዋት ኣብ ሂወትና ዓበይቲ ዓወታት ክንሓፍስን ሂወትና ክንቅይረሉ ንክእል መንገድታትን ሜላታትን ኣመና ብዙሕ እዩ ኣት ዘ ሰይም ታይም ከዕንወና ዝክእል ውን ኣመና ብዙሕ እዩ ናይ ሎም መደብና ሓሙሽተ ነገራት ዊች ሚንስ ነቨር ኤቨር ንብስና ክነፍቅዳ ከምዘይብልና ወይ ድማ በዘን ሓሙሽተ ነገራት ሂወትና ኮንትሮል ክከውን ከምዘይግባእ ሰው ለስ ጎ ቀዳመይቲ Your past ሕሉፍ ነገር ኩሉ ግዜ ንሕና እንታይ ንብል ኩሉ ግዜ ቅድሚ ዕስራ ዓመታት ወይ ዓሰርተ ዓመታት ዋላ ትማሊ ይኹን ኩሉ ግዜ ዘጋጠመ ብጣዕሳ ኣሕ እንዳበልካ ትነብር ኩሉ ግዜ ድማ ኣብ ልብኻ ከየውጻኻዮ ኩሉ ግዜ ዓሕ እንዳበልካ ንነብስኻ ትሃሲ never ever ሕሉፍካ ንመጻኢኻ ኣይገልጾን እዩ ኩሉ ግዜ ንስኻ ሕሉፍ ሓሊፉ እዩ already done እንታይ ክትገብር ኣለካ ናይ መጻኢኻ ክትሓስብ ኣለካ እቲ ዝሓለፈ እዛ ዝገበርካዮ ጌጋታት ወይ ድማ እቲ ዝሓለፈ ጸገማት ዘጓነፈካ ዓቢ ትምህርቲ ኮይኑካ ኣሎ ካብ ሓደ ኣብ ዩኒቨርሲቲ ኣርባዕተ ሓሙሽተ ዓመታት ተማሂሩ ዝተማሃሮን ንሰኻ ካብ ሕሉፍካ ተማሂርካ ናይ መጻኢኻ ካብ ምግባር ንሰኻ ኢኻ ዓቢ ትምህርቲ ትማሃር ዘለኻ ስለዚ ኩሉ ግዜ ነብስኻ ከይተፍቅደላ ብሕሉፍካ ንኽትዝክር እንታይ ደኣ ኩሉ ግዜ ንመጻኢኻ ዘክርን ንመጻኢኻ ክትብገስ ፈትን። ካልኣይቲ፣ Other People's Opinion፣ ናይ ካልኦት ሰባት ሓሳባት፣ ኩሉ ግዜ ንስኻ ባዕልኻ ወሲንካ ወይ ድማ ባዕልኻ ኣነስ ከምዚ'የ ኢልካ ባዕልኻ ዘይትውስን ነገራት እንድሕር ደኣ ኮይንካ፣ ኩሉ ግዜ ሰብ፣ No፣ ከምዚ ግደፍ ከምዚ ግበር፣ No፣ ከምዚ ግደፍ ከምዚ ይሕሸካ ኢሉ ኩሉ ሰብ ከምዚ ክዛረበካ እዩ ነቨር ኤቨር ናይ ካልኦት ሰባት ሓሳባት ምስማዕ ጽቡቅ እዩ ግን ኣብ ምውሳን ባዕልኻ ኢኻ ክትውስን ዘለካ እምበር ነቨር ኤቨር ካልኦት ሰባት ኣምጺኻ ወይ ድማ ኣብ ቦታኻ ጌርካ ንሶም ክውስኑልካ ነቨር ከይተፍቅድ ምኽንያቱ ኩሉ ግዜ ንስኻ ኣነ ትምህርቲ ክመሃር ደልየ ኣለኹ ንበል ዩኒቨርሲቲ ክመሃር ደልየ ኣለኹ ንበል ዩኒቨርሲቲ ንሶም ንሶም ድዮም ዝውስኑልካ ባዕልኻ ኢኻ ትውስን ኣብ ቢዝነስ እንታይ ዓይነት ቢዝነስ ክትሰርሕ ኢኻ ናቶም ኣተሓሳ ናትኩም ናቶም ሓሳባት ዳኻ ትውስድ ወይስ ባዕልኻ ወሲንካ ትገብሮ ነገራት እዩ ኩሉ ነገር ኣብ ሂወትና እቲ ንሕና ንገብሮ ነገር ካብ ካልእ ሰብ ኩሉ ሰብ ስድራቤትና ኣሕዋትና ምናልባት መሓዙትናን ኣዕሩኹትናን ኩሎም ነናቶም ኣረኣእያ ወይ ድማ ነናቶም ሓሳባት ክህቡና እዮም ኣብ መወዳእታ ግን መን እዩ እቲ ወሳኒ ሓሳባት ተምጽእ ትሕዞ ተመራምሮ ዝጠቕመካ እንተኾይኑ ጽቡቕ ዘይጠቕመካ እንተኾይኑ ግን ናቶም ሓሳባት ኣብ ጎንኻ ኣብ ጎንኻ ገዲፍካ ብናትካ ሓሳባት ግን ብናትካ ብናትካ ሓሳባትን ኣረኣእያን ክትኸድ ኣለካ never ናይ ካልኦት ሓሳባት ወይ ድማ ናይ ካልኦት ኦፒንዮን ኣምጺእኻ ወይ ድማ ንሶም ከምዚ ኢሎሙኒ ኣለዉ ኢልካ ከምዚ ክትገብር እንተኾይንካ ኣይትምዕብልን ኢኻ ሓፍ ክትብል ኣይትኽእልን ኢኻ ፊዚካሊ ከምኡ ውን ሓንጎልካ ሓፍ ክብል ኣይክእልን እዩ ናይ ካልኦት ኣተሓሳስባ ወይ ድማ ናይ ካልኦት ዘረባታት ከተዓሻሽወካ never ይብሉን ስለዚ ኩሉ ግዜ ባዕልኻ ክትውስንን ኣብ ሂወትካ ዝኾነ ንማንም ሰብ ክኣትዎ ዘይክእል ስለ ዝኾነ ንስኻ ኩሉ ነገር ወሳኒ ኢኻ። ሳልሰይቲ relationship ዕርክነት ምሕዝነት መርዓ ሕጸ ኩሉ ግዜ እዚ ነገራት እዚ ባዕልኻ ወሳኒ ንስኻ ኢኻ ካልኦት ሰባት ንዓ ነዛ ጓል ተመርዖ ወይ ድማ ነዚ ወዲ ተመርዕዋ። ሳልሰይቲ ሪለሽንሽፕ፣ ዕርክነት፣ ምሕዝነት፣ መርዓ ወይ ሕጸ ነዚ ነገራት እዚ ኩሉ ግዜ ወሳኒ ንስኻ ኢኻ በይንኻ ንስኻ ኢኻ ብፍላይ ንሕና ሓበሻ እንታይ ኣለና no እዛ እከለ እዚኣ ኢኻ ትምርዖ never ካልእ ንካልእ ጓል ኣይትምርዖን ኢኻ ትብሃል ዋይ እንተበልካ ንምንታይ ምክንያት እንተልካ ኣቦና ወይ ድማ ስድራቤትና ብከምዚ እዮም ኣዕብዮሙና ብከምዚ እዮም ኣመርዕዮሙና which means ጽቡቅ እዩ ንሶም ከምጽኡልካ ከለዉ ንሶም ኣምጺኦም ከምርዑካ ከለዉ ጽቡቅ እዩ ግን ንስካ ወይ ንስኪ ትፈትውዮ ዶ ወይ ትፈትዎ ዶ እዚ ከኣ ዓቢ ሕቶ ኣሎ ኢፍ ኖ ንሶም ኣይኮኑን ክኣትውዎ ዝኽእሉ ወይ ድማ ንሶም ኣይኮኑን ሂወቶም ከስተማቕርዎ ዝኽእሉ ንስኻ ወይ ንስኺ ኢኺ ኩሉ ግዜ ሂወትካ ከተስተማቕር ኣብቲ ሓዳር ዝኣቱ ኣብቲ ዕርክነት ወይ ምሕዝነት ዝኣቱ ንስኻ ወይ ንስኺ ኢኺ እምበር ስድራቤትና ኣይኮኑን ኩሉ ግዜ ሪለሽንሽፕ ክንገብር እንተኾይና ናይ ሓጺር ግዜ ከይንርኢ

ፐርሰናል ላይፍ ነቨር ከይንኣቱ ስለዚ ኣብ ሪለሽንሽፕ ኩሉ ግዜ እቶም ወሰንቲ ባዕልና ኢና ነቨር ካልእ ሰብ ከይነእቱ። ራብዐይቲ ፍርሒ ፍርሒ እቲ ዝዓበየ ነገር ሂወትካ መታን ንኸይስተማቕር መታን ሂወትካ ንኸይተማዕብል ሂወትካ መታን ሓፍ ከም ዘይትብል ዝገብረካ ፍርሒ'ዩ ኣብ ቢዝነስ ኮነ ኣብ ትምህርቲ ኮነ ምስ ሰባት ኮነ ምሕዝነት ወይ ዕርክነት ምፍጣር ምስ ካልእ ሰባት ኮነ ኮታስ ኣብ ህይወትና ምስ ዝኾነ ነገር ክንገብር ምስ እንደሊ ፍርሒ ኹን ንኣብነት ቢዝነስ ክትጅምር እንተኾይንካ ኦው ቢዝነስ እንተጀሚረስ ገንዘበይ ክጠፍኣኒዩ ገንዘበይ ክጠፍእዩ ወይ ድማ ክወድቕ እየ ዝብል ኣተሓሳስባ ትገብር ከምኡ ኣት ሰይም ታይም ካልእ ውን ኣብ ሪሌሽንሽፕ ወይ ድማ መርዓ ክትገብር እንተኾይንካ ብሰንኪ እቲ ሓላፍነት ስለ ትፈርሖ ን ኣይምርዓውን እየ ግዜኻ ይሓልፍ ዕድልካ ይጠፍእ never ካልኣይ ግዜ ውን ንኸይትረኽቦ ውን ዕድል ኣይህበካን እዩ ኩሉ ግዜ ፍርሒ ይቐትለና እዩ ብፍላይ ኣብቲ ውሽጥና ኣብ ውሽጢ ነብስና ዘሎ ፍርሒ never ሓፍ ንኸይንብል ንኸይንምዕብል ካብ ዘለናዮ ደረጃ ንላዕሊ ንኸይንወጽእ ይገብረና ኣሎ እታ ዝቐለለት ነገር ዩቱብ ንኸይንጅምር ዩቱብ ወጺእኻ ኣብ ቅድሚ ሰባት ሕጂ ንኣብነት ንስኹም ከም ኣዕሩኽተይን መሓዙተይን ፋምሊ ኮይንና ስለ ዘለና ከምዚ ንኽትኸውን ውን የፍርሐካ no ኣነስ ከምዚ ከምዚ ስድራቤተይ ከምዚ ክዛረቡኒ እዮም ከምዚ ክብሉኒ እዮም ኢልካ ውን ትፈርሕ እዚ ኸኣ still ይመልሰካ ኣሎ ስለዚ ኩሉ ግዜ ንስኻ ፍርሒ ክቐትለካ ከም ዘይብሉ ኣፍርሒ እንታይ እዩ ምውሳንን ፌስ ቱ ፌስ ምግጣምን እዩ እቲ ኣገዳሲ ንፍርሒ ማለት እዩ እቲ ዘገርም ሓንቲ ግዜ እንድሕራ ወጺኻ ንኣብነት ኣብ ዩቲብ ክትዛረብ ወይ ድማ ኣብ ዩቲብ ወጺኻ ንካልእ ሰባት ክትምህር ወይ ድማ ኣብ ዩቲብ ወጺኻ ብሓደ ኮይንካ ፋምሊ ንክትኸውን ሓንቲ ቪድዮ እያ ተድልየካ ሓንቲ ቪድዮ ውጻእ ድሕሪኡ እንታይ እዩ እቲ ፍርሒ ናትካ ክቐለልካ እዩ እዋ እዚ ድዩ ኣነ ድኣ ካልእ እንድዩ መሲሉኒ ነይሩ ወይ ድማ ካልእ ዓቢ ፍርሒ ይመስለካ ግን ኩሉ ግዜ ሰብ ከይጀመረ ኣብ ቢዝነስ ትምህርቲ ሪሌሽንሺፕ ኩሉ ነገር ከይጀመረ ኩሉ ግዜ ይፈርሕ ስለዚ ፍርሒ ነቨር ከማዕብለና ስለዘይክእል ነቨር ክንፈርሖ ወይ ድማ ንድሕሪት ክንምለሰሉ ከም ዘይብልና። ሓምሽይትን ናይ መወዳእታን፣ ገንዘብ። ገንዘብ ኣብ ህይወትና እቲ ዝዓበየ ባእታ ዘለዎ እዩ። ብዘይ ገንዘብ ሎሚ ዋላ ሓንቲ ነገር ክንገብር ኣይንኽእልና። ኣብ ቢዝነስ፣ ኣብ ትምህርቲ፣ ኣብ ህይወትና፣ ኣብ መነባብሮና ዝኾነ ነገር ከጋጥመካ ከሎ ብገንዘብ ኢቭን ሎሚ እንካ ኣነ ክንድዚ ክህበካ'የ ትብሎ ደፈነትሊ ንሓደ ሰብ ክትቕትሎ ክንድዚ ክህበካ'የ እንተኢልካዮ ኦው ኦፍ ኮርስ ዋይ ኖት እንታይ ጸገም ኣለዎ እዩ ዝብለካ እንታይ እዩ ገንዘብ ዘይገብሮ የበሉን ግን በንጻሩ ኣት ዲ ሰም ታይም ገንዘብ ኮንትሮል ክገብረና የብሉን ገንዘብ ሓጎስ ኣየምጸልናን እዩ ግን እንታይ የምጸልና ፍሪዶም ፍሪዶም እንተረኺብካ ድማ ዝኾነ ነገር ክትገብር ትኽእል ብኡ ድማ ክትሕጎሰሉ ትኽል ስለዚ ንስኻ ሎሚ እንታይ እዩ ገንዘብ ረኺበ ኢልካ እቶም ምሳኻ ኣብ ንእስነትካ ምሳኻ ዝነበሩ ወይ ድማ ምሳኻ ኣብ ጎንኻ ገንዘብ ንኽትሕዝ ወይ ድማ ሓፍ ንኽትብል ሂወትካ ንኽትማዕብል ዝሕጉዙና ዝሕጉዙኻ ዝነበሩ ብ ፊዚካሊ ወይ ድማ መንታሊ ኣብ ጎንኻ ንዝነበሩ ሰባት ምርሳዕ ወይ ድማ ንዕኦም ምግዳፍ ሽለል ምባል ነቲ ገንዘብ ኣነስ ኦረዲ ሃብታም ኮይነ ገንዘብ ኣለኒ ኢልካ ንዕኦም ምግዳፍ ካብ ሰባት ምርሓቅ እዚኦም ድኣ ድኻታት እንድዮም እዚኦም ድኣ ወላ ሓንቲ የብልንዮም be humble ንስኻ ትሕትናኻ ኣርእይ ከምቲ ንስኻ ኣብ ንእስነትካ ትሑት ዝነበርካዮ ገንዘብ ዘይነበረካ ከሎ ምስ ዓበኻ ወይ ድማ ገንዘብ ምስ ሓዝካ ውን ከምኡ ከይተቀየርካ be humble ኩሉ ግዜ ነቲ ገንዘብ ኢልካ ንካልእ ሰብ ከይትኸስር እንታይ ማለተየ ገንዘብ ዓቢ ባእታ ኣለዎ ግን ነቲ ብእቲ ገንዘብ ክጻወተልና የብሉን ወይ ድማ እቲ ገንዘብ ኮንትሮል ክገብረና የብሉን በንጻሩ ንሕና ኮንትሮል ጌርና ደስ ዝበለና ጽቡቕ ነገራት ወይ ድማ ናብ ዓቢ መንገዲ ከብጽሐና ዝኽእል ነገራት ክንገብረሉ ኣለና ስለዚ ማኒ ነቨር ኮንትሮል ክገብረና የብሉን። I hope ደስ ኢላትኩም ትኾን እዛ ቪድዮ Thank you so much ብትቡና ዘለኹም ሪኢቶታት ሓሳባት ምትባዕ ብልቢ ከየመስገናኩም ክንሓልፋ የንልና ከም ወትሩ please ናትኩም ሓሳባት ናትኩም ምትባዕ ብ ከም family ክንከውን ከም ብሓንቲ family ኮይና ከም ዘለናዮ ብሓደ ክንዓቢ ብሓደ ክንመሃር ዘይንፈልጦ ብዙሕ ነገራት ስለ ዘሎ ንሱ ድማ ብሓደ መታን ክንመሃር please subscribe like share እናገበርኩም ከተተባብዑና Please ናይ ሎሚ ስራብ እዚ ነይሩ ብካልእ ክሳብ ንራከብ ሰላም ንዓኩም Peace።